ሰላም ተኸታተልቲ መደብ ፋና ጥዕና ኣብ ዶክተር ሙሴ ሰላምን ጥዕና ንኹላህኩም ኣብ ዘዘለኹሞ ኣብ ናይ ሎም መዓልቲ መደበይ ከም መቐፀልታ ናይቲ ዝሓለፈ መዓልትታት ኣቕሪበ ዝነበርኩ ኣብ ጥዕና ደቂ ኣንስትዮ ዘተኮረ ዛዕባ እዩ ኣገዳስነት ምክልኻል ቅድመ ሕርሲ፣ ኣንቲናታል ኬር፣ እንታይ ረብሓ ከም ዘለዎ ክገልጽ ፈቲነ ነይረ። ኣብዛ ናይ ሎሚ መዓልቲ እዋን ድማ መደበይ ድማ ሓንቲ ጓል ኣንስተይቲ ምስ ስሩዕ ምክትታል ምስ ዘይትገብር ከጓንፍ ዝኽእል እንተታትን ጽዕናዊ ጸገማትን ሕልኽላኽ ጸገማቱን ምድላይን ከምኡውን ኣብቲ ግዜ ምክትታል ክትረኽቦ ዝግብኣ ኣገልግሎትን ክእንፍት ክፍትን እየ። ከምቲ ኣቐዲመ ዝነገርክዎ ሕርሲ ንቡር መስርሕ እኳ እንተኾነ ናቱ ሓደጋ ኣለዎ። ነቲ ሓደጋ ኣቐዲምካ ኣለሊኻ መሚኻ ነተን ዝያዳ ግዳይ ዝኾና ፍሉይ ኣድህቦ ምግባር ክንክን ምስትገብረለን ብሰሪ'ቲ ሓደጋ ክመጽእ ዝኽእል ሕልኽላኽ ጥዕናዊ ጸገም ምእቲ ካብ ምእቲ ምክልኻል ተዘይኮነ ድማ ምውሓድ ተዘይኮነ ድማ ስምብራቱ ከም ዝንኪ ምግባር ይከኣል እዩ። እምበኣር ሓንቲ ነፍሰ ጾር ቅድሚ ስሩዕ ምክትታል ምስ ዘይትገብር ቅድሚ ሕልኽላኽ ጥዕናዊ ጸገም ምዝራብና ብሰሪ እኹል ዘይምድላዋት ክመጽእ ዝኽእል ጸገም ከብርህ ክፍትን። ንኣብነት፣ ሕማም ሽኮር ከም ዘለዋ እትፈልጥ ኣደ፣ ቅድሚ ድቂ ምሓዛ መጠን ሽኮር ደማ ኣብ ንቡር ክሊ መጠን ምቁጽጻር ምስ ዘይትገብር፣ ብሰንኪ ልዑል ወሰኽ ሽኮር ደም ኣብቲ ህጻን፣ ኣብ ስርዓተ መትንኡ፣ ኣብ ልቡ፣ ኣብ ካልእ ክፍሊ ኣካላቱን ጥዕናዊ ጸገም ከጓንፎ ከም ዝኽእልን ክትፈልጥ ኣለዋ። ስለ ዝኾነ ድማ ነዚ ክውገድ ዝኽእል ጥዕናዊ ጸገም ንምውጋድ ሓንቲ በዓልቲ ሓዳር ወይ ውላድ ክትሕዝ ክትውልድ መደብ ዝሓንጸጸት ሕዱር ሕማማ ኣብ ግምት ብምእታው፣ ነቲ መጠን ሽኮር ደም ኣብ ንቡር ክሊ ድሕሪ ምቁጽጻር ምስ ሓኪም ተራዚባ ኣበየናይ እዋን ድቂ ተሓዘት ተመራጺ ከም ዝኾነ ምኽርን ማዕዳን ካብ ሓኪም ክትረክበ። ብተወሳኺ፣ እተን ገሊኤን ደቂ ኣንስትዮ ብቑመተን ቁንጹባት ምስ ዝኾና፣ ምጭባጥ ጎሎ፣ ኮንትራክቸር ፐልቪስ፣ ናይ ዓጽሚ ምስ ጎንፈን ኣብ መስርሕ ሕርሲ ከጓንፍ ዝኽእል ሕርሕራህ ጸገም ንምውጋድ ኣይነቲ ጓለንስተይቲ ተመራጺ ብመጥባሕቲ ሓረሰት ብመንጽር ሚዛን ናይቲ ድቂ ክውሰን ይከኣል። እዚ ማለት ኣዚያ ቁንጽርቲ ኮይና ጎልኣ ጭቡጥ ምስ ዝኸውን ንቡር መስርሕ ሕርሲ ብማህጸን ክትሓርስ ምስ ዘይትኽእል ፍላይ ድማ ክብደት ድቂ ኣብ ግዜ ጥንሲ ኣብቲ መዓልታት ሕርሲ ምስ ቀረበ ልዑል ምስ ዝኸውን እቲ ተመራጺ ኣገባብ ሕርሲ ብመጥባሕቲ ክኸውን ይምረጽ። እዚ ምስ ዘይከውን ሕልኽላኽ ዝኾነ መስርሕ ጥንሲ ኣብ መሃንቱስን ርሕምን ፍሕኛን ተዛማዲ ኣካላትን ማህሰይቲ ምውራድ ፊስቱላ ዝበሃል ሕማም እዚ ፊስቱላ ማለት ሽንቲ ወይ ቀልቀል ናይ ምቁጽጻር ዓቕሚ ምስኣንን ብሰሩ ድማ ንሓዋሩ ፍርያምነታ ተኾሊፉ ኣብ ጥዕናዊ ጸገም ተሸሚማ ንተፈላለየ ዓይነት ሕልኽላኽ ጥዕናዊ ጸገም ክትቃላዕ ትኽእል እያ። ስለዝኾነ እቲ ስሩዕ ምክትታል ምስ ዝህሉ ግና ኣየነይቲ በቲ ንቡር ሕርሲ ኣየነ ድማ ብመጥባሕታዊ ሕርሲ ከምትሓርስ ብኣግኡ ተሊላ ቅልውላው ከይጀመራ ኣብቲ ግቡእ ሰዓት እቲ ቆልዓ መዓልቱ ምስ ኣኸለ ብመጥባሕታዊ ሕርሲ ብምግልጋል ኣብቲ ኣደ ክወርድ ዝኽእል ሕልኽላኽ ጸገምን ኮነ ኣብቲ ህጻን ክወርድ ዝኽእል ማህሰይትን ምውጋድ ከም ዝከኣል ምፍላጥ ኣገዳስነት ኣለዎ። ብተወሳኺ ኣብዚ ሕጂ እዋን እኳ ኣብ ኣብያተ ቤት ትምህርቲ ወራዙት ክታበት ይረኽባ እንተኾና ናይ ቲታነስ ትበሃል እተን ዘይረኽባ ድማ ስሩዕ ክትጣር ምስ ዝረኽባ ኣብ መጀመርያ ዑደተን ቀዳመይቲ ድሕሪ ወርሒ ካልኣይ ዳሕራይ ኣብ ሽዱሽተ ወርሒ ሳልሳይ ድማ ኣብ ዓመት ኣውን ዳርካ ንሓሙሽተ እዋን ክታበት ምስ ዝወስዳ ናይ ቲታነስ ንመዋእለን ነቲ ረኽሲ ቲታነስ ናይ ምጽዋር ዓቕሚ የጥርያ ጥራሕ ዘይኮነ እቲ ድቂ ኣብ ግዜ ጥንሲ ካበዲኡ ብዝረኽቦ ናይ ምክልኻል ዓቕሚ ክብስ ኣቢሉ ድሕሪ ሕርሲ ስጋዕ ክታበት ዝጅምር መዳለዊ መጽናንሒ ፀረ ቴታነስ ባእታ ኣብ ደሙ ስለዝፀንሕ ነቲ ህፃን እውን ካብ ዝኾነ ዓይነት ሕማማት ብፍላይ ኣብ ዕትብቲ ዝግበር ዘጓንፍ ቁስሊ ሳሕቲ እውን ደረጃ ፍልጠቶም ትሑት ኣብ ዝኾኑ ክፋል ሕብረተሰብ ዓንቀር ብምኽላእ ንዝመፅእ ብሰንጎ ክመፅእ ዝኽእል ናይ ቴታነስ ረኽሲን ኣብ ምክልኻል ኣበርክቶ ክገብር ከምዝኽእል ምፍላጥ ኣገዳስነት ኣለዎ። ብተወሳኺ ሓንቲ ኣደ ስሩዕ ምክትታል እንዳገበረት መጠን ክብደት ሰብነታ ወሰኽ ምስ ዘየርኢ ኣብ ስርዓተ ኣመጋግባኣ ጸገም ከም ዘሎ ኣማቲ ምልክት እዩ። እቲ ድቂ ልክዕ ከም ሓደ ቁርዲድ ነቲ ተጸጊዕዎ ዘሎ ፍጡር ደም እንዳመልኤ ዝዓቢ ዋላ ክብደት ናይቲ ሰብነት ናይቲ ድቂ ኣይጉደል እምበር ነታ ነፍሰጾር ኣደ ሚዛና ስለ ዝጎድል፣ ንሕርስን ጥንስን ዘለዋ ተጻዋርነት፣ ብድሕሪ ሕርሲ እውን እኹል ጸባ ንክህልዋ ዘሎ ዓቕሚ ስለ ዘጓድሎ፣ ንቡር ክብደት ሰብነት ምውሳኽ ኣብ ግዜ ጥንሲ ብስሩዕ ምክትታል ምርጋጽ ስለ ዝከኣል፣ ወዝቢ ወሰኽ ምስ ዘይህሉ ጠንቁ ኣለሊኻ ስጉምቲ ምውሳድ፣ እዚ ድማ እንተስ ካብ ኣመጋግባ ወይ ሓደ ክውልውል ዝኾነ እታ ነፍሰጾር ኣደ ክተለልዮ ዘይከኣለት ጥዕናዊ ጸገም ከይህሉ ምርጋጽ፣ ኣገዳስነት ኣለዎ። እዚ ንምግባር ድማ ስሩዕ ምክትታል ኣገዳሲ እዩ። ብተወሳኺ ስሩዕ ምክትታል ትገብር ኣደ መርመራ ኣልትራሳውንድ የድልያ እዩ። ኣብቲ ዕድልን ቦታን ኣብ ዝፈቕዶ ቦታ ምስ ዝግበር ኣብቲ መጀመርያ ሰለስተ ወርሒ ዝግበር ምርመራ ኣብ እቲ ድቂ ተደኪኑሉ ዘሎ ክፋል ኣካላት ምክንያቱ ሳሕቲ ካብ ማህፀን ወፃኢ ጥንሲ ስለዘጓንፍ ካልኣይ መዓልቲ ድቂ ንምእማት ኣገዳሲ እዩ። ኣብ ካልኣይ ሰለስተ ወርሒ፣ Second Trimester፣ ድማ ፌታል ኣናቶሚ ሰርቨይ፣ እቲ ድቂ ቁመንኡ ከመይ ከም ዘሎ ነፍሰ ክፍሊ ኣካላቱ ብኣልትራሳውንድ ምርመራ ጌርካ ካብ ሽክና ርእሱ፣ ሓንጎሉ፣ ኩሉ ዓንዲ ሕቁኡ ክሳዱ፣ ኣፍ ልቡ ዋላ ልቡ ኩሉ ምርመራ ሰናቡኡ ከስዕቡ ፈቲሽካ ኩላሊቱ መሓውሩ ብምፍታሽ ኣብ ከመይ ቁመና ከም ዘሎ ብምፍላጥ ንህይወት ዘስግእ ጥዕናዊ ጸገም ዘለዎ እንተኾይኑ ነታ ኣደ ስጋዕ ትሽዓተ ወርሒ ተጸቢያ ስንኩል ቆልዓ ንክትወልድ ምግባር ጽቡቕ ስለዘይኮነ ብኣግኡ ምስ ኪኢላታት ብምርዳእ ስጉምቲ ብምውሳድ ነቲ ጥንሲ ምእላይ ይከኣል እዩ። እንተዘይኮነ ትሽዓተ ወርሒ ለካም ሓደ ዓቢ ፕሮጀክት ጼራ ስንክልና ዘለዎ ቆልዓ ምውላድ ኣዝዩ ዝወርዶ ከጓንፋ ዝኽእል ስነ ኣእምሮዊ ማህሰይቲ ቀሊል ኣይኮነን። ኣብ ሳልሳይ ሰለስተ ወርሒ ዝግበር ናይ ኣልትራሳውንድ ምርመራ መጠን ናይቲ ድቂ ኣቃውማ ናይቲ ማህጸን ብሸነኽ ከመይ ከም ዘለዎ ከምቲ ንቡር ኣብ ላዕለዋይ ክፋል ማህጸን እዩ መዳሕንቲ ክትኮን ዝግብኦ ሳሕቲ ግና ኣብ ልዳት ናይቲ በሪ ወይ በሪ ናይ ማህጸን ምስ ዝኸውን ሕርሲ ብመጥባሕታዊ ሕርሲ ጥራሕ እምበር ብኻልእ ኣገባብ ክኸውን ከም ዘይብሉ ምፍላጥ ኣገዳስነት ኣለዎ። መዓልቲ እንዳኣኸለ ምስ ኸደ እቲ ኣደ ወዝቢ ተደራቢ ጥዕናዊ ጸገም ኣጓኒፍዋ እንተኾይኑ ውን ንኣብነት ከምዚ ወሰኽ፣ ልዑል ጸቕጢ ደም፣ ሕማም ጸቕጢ ደም፣ ፕሪኤክላምሲያ፣ ኣብ ግዜ ጥንሲ መጠን ማንታ ርእሲ ክውሕድ እሞ እቲ ቆልዓ ኣብ ዘይንቡር ኩነታት ከም ዘሎ እቲ ድቂ ማለተይ እየ ምስ ዝፈልጥ መዓልቱ ከይኣኸለ ኩነታት ኣብ ግምት ብምእታው ሕርሲ ምብጋስ ወይ ድማ ብመድሃኒት ሕርሲ ብምብጋስ ምግልጋል ከም ዝከኣል፣ ነዚ ምእማን ድማ ሕጂ እውን ስሩዕነት ብዘለዎ ኣገባብ እታ ኣደ ነፍሰጾር ከላ ዕቱብ ምክትታል ምስ ትገብር ጥራሕ እዩ። ብተወሳኺ ኣብ ኣመጻጽኡ ኣብ ክንዲ ብርእሱ ብጎኑ ብኸብዱ ወይ ብኣፍ ልቡ ምስ ዝኸውንን እቲ እንኮ ፍታሕ መጥባሕታዊ ሕርሲ ምዃኑ ተገንዚባ እታ ኣደ እኹል ቅድመ ምድባት ምግባር ነቲ መጥባሕታዊ ሕርሲ ሃንጎፋይ ኢላ ብነፍሰ ምትእምማን ምስ ትቕበሎ ድሕሪ ሕርሲ ዘለዋ ግያት ኣዚሮ ሓጺር፣ እቲ ቆልዓ ድማ ዝኾነ ማህሰይቲ ከይወረዶ ምስ ሙሉእ ጥዕንኡ ክወጽእ ወይ ክገላገል ይኽእል። ማዕረ ማዕሪኡ በጀካ እቲ ምስ ሕርሲ ዘለዎ ዝምድናታት ስሩዕ ምክትታል እታ ኣደ፣ ብኸመይ ኣገባብ ድሕሪ ሽዱሽተ ወርሒ ንመጀመርያ ሽዱሽተ ወርሒ ንውላዳ ብጻባ ዝዋደ ክትዕንግሎ ከም ዘለዋ ቀዳማይ ካልኣይ ኣብ መጀመርያ ሳልስቲ እስካዕ ሰሙን መጠን ጻባ ትዋደ ዋላ እንተ ወሓደ እቲ ትወልደ ህጻን ካብ ኣዲኡ ክረኽቦ ዝኽእል ርግዐ እኹል ምዃኑ ካልኣይ፣ ሳልሳይ፣ ኣተሓሕዛ ጡብ፣ ኣገባብ ኣጠባብባ፣ እኹል ትምህርቲን ስንቅን ኣብ ግዜ ጥንሲ ካብቲ ሰብሞያ ጥዕና ምስ ትረክብ ነብሰ ምትእምማን ብዘለዎ ኣገባብ ነቲ ኣደነት ትቕበሎ። እዚ ድማ ድሕሪ ሕርሲ ከጓርፍ ዝኽእል ነውጺ ናይ ኣእምሮ፣ ፖስትፓርተም ሳይኮሲስ፣ ኣብ ምክልኻል ናቱ ኣወታዊ እወታዊ ኣበርክቶ ኣለዎ። ብፍላይ ኣብዚ ሕጂ ዘለናዮ እዋን ካብ ስድራኻ ርሒቅካ ሓዳር መስሪትካ ምብኳር ልሙድን ንቡርን ኮይንሉ ኣብ ዘሎ እዋን ካብ ሓኪም ዝርከብ ምኽርን ማዕዳን ነታ ኣደ ብነፍሰ ምትእምማን ናብ ቅርብቲ ክገብራ ስለ ዝኽእል ስሩዕነት ብዘለዎ ኣገባብ ምክትታል ኣዝዩ ብዙሕ ረብሓታት ከም ዘለዎ ተገንዚብክን ኩላክን ደቂ ኣንስትዮ ቅድሚ ድቂ ምሓዝክን ጀሚርክን ዕሱብ ምክትታል ብምግባር ጥዑይ ውላድ ነብሰ ምእትማን ዘለዎ ኣደ ምእንቲ ክህልወክን ኣገዳሲ ምዃኑ ከገንዝብ ይደሊ። ብዝተረፈ ብዛዕባ ተወሳኺ ምክትታል ኣብ ግዜ ጥንሲ ኣብ ዝስዕብ ስጋዕ ዘዕርብ ሰላምን ጥዕናን ንኹላህና ኣብ ዘዘለናዮ ሕቶ ተልይኩም ተልይኩም ወይ ተልይክን ወስ ከም ምባል ድሕር ኣይትበላ ደሓን ቀንዩ።